ካብ ዝገርመኩም ሲ ምርዳእ ካብ ፍልጠት ዝዓመቐ እዩ ከም ዝፈልጡኻ ብዙሓት ሰባት ኣለዉ እቶም ዝርድኡልካ ግን ብጣዕሚ ውሑዳት እዮም
ከመይ ቀኒኹም ሎማዓንቲ መብዛሕትና ፍራንስ ንነብር ሰባት ገዛ ናይ መሓዝ ፀገም ስለ ዝገብረልና ኣብ ናይ መንግስቲ ሓቲትና ክነውሐና ስለ ዝኽእል ከመይ ገርና ባዕልና እቲ ናይ መንግስቲ ምስ ሓተትና ክሳብቲ ናይ መንግስቲ ዝመፀና ወይ እንድሕሪ ባዕልና ረኺብና ከኣ እቲ መንግስቲ ንሓገዝ ዝግብኣና ሓገዝ ክሕግዙና ስለ ዝኽእሉ ከመይ ገርና ባዕልና ኣብ ዌብሳይት ኢንተርነት ኣቲና ገዛ ንረክብ የኽደኩም ደ እዚ ዘርእየኩም ዘለኹ ንምንታይ በዚ ናይ ፕራይቬት ማለት እዚ ናይ ፕራይቬት እዩ እቲ ናይ ፑብሊክ ማለት እዩ ናይ መንግስቲ እዚ ናይ ፕራይቬት ዘርእየኩም ዘለኹ መብዛሕትና ሰባት ስለ ዘይንፈልጦ ማለት እዩ ዘይንፈልጦ ሰባት ክንህሉ ስለ ዝልካ ድሓር ናይ ገዛ ጥራይ ኣይኮነን ከመይ ጌርና ንብረት ንሸጠሉ ንቕይረሉ ወይ ዝኾነ ነገር ሳሎን ድዩ ጣውላ መሳሊ ዝኾነ ነገር እንድሕር ሃልዩ ገዛና ብሕሱር ዋጋ ክንሸጦ ንኽእል ኢና ማለት እዩ ንገዛኹም መፅኦም ክወስዱልኩም ይኽእሉ እዮም ጥራይ ስኢልኩም ንዓኣ ኣብዚ ዴፖዘ ዘሎ መጀመርታ ናትኩም ኣካውንት ትገብሩ ምሽ ዴፖዘ ኢልኩም እቲ ዝደለኹሞ ንብረት ኣብኡ ክሸጥዎ ትኽእሉ ኢኹም ማለት እዩ ዝኾነ ንብረት ኣብዚ ሎማዓንቲ ዘምፀና ግን ናይ ገዛ ስለ ዝኾነ ገዛ ከመይ ገርና ንደሊ ብዚ መጀመርታ ኣብዚ ዘለኻይ ቦታ ዘለኹም ቦታ ትፅሕፉ ድሕሪ እዩ እቲ ትደልይዎ ነገር ከዓ ትፅሕፉ ማለት እዩ ኣብ ባክቲ ሞዴል ኣለኹ ዝካረ ገዛ ማለት እዩ ሕጂ ኣነ ገዛ እንድሕር ሃልዩኒ ነታ ናተይ ገዛ ኩሉ ውሽጣ ስኢለ ይካርያ ማለት እዩ ነቶም ተኻረይቲ ከምዚ ከማይ ተኻረይቲ መፅኦ ከመይ ጌርካ ከም ትረኽቦ ኩሉ ኣንፈርሜሽን ኣብቲ ውሽጢ ይገብሩልካ ማለት ኣፓክትሞ ኢልና ንፅሕፍ ኣብዚ ኢላ መፅሓፍና እቲ ኢሉ በንኮልና መፅሓፍና ኣፓክትሞ ኢለ ስለ ዝበልኩ ሕጂ ኣባክትሞ ዘለኹም ቦታ ካብቲ ዓዲ ዘለናዮ ካብታ ዝመረፅናይ ዓዲ ክንደይ ኪሎ ሜትር ኣብቲ ከባቢ ማለት እዩ ኣብቲ ዓዲ ልክዕ ኣብቲ ዓዲ ተዘይኮይኑ ኣብ ከባቢኣ ክንረክብ ከም ንኽእል ካብ ኣንሲ ኣከባቢኣ ዘለዋ ዓድታት ክንደይ ኪሎ ሜትር ተረሓቐ ኢሎም ሓቲ ናብዚ ክሳብ ዓሰርተ ኪሎ ሜትር ሓሙሽተ ዕስራ ዓሰርተ ሓሙሽተ ክንገብሮ ንኽእልና መኪና እንድሕር ኣልያትና ክሳብ ዕስራ ዓሰርተ ከም ድሌትኩም ማለት እዩ ኣነ ሕጂ ንኣብነት ዓሰርተ ገርዮ ኣሎ ዓሰርተ ገርዮ ዓሰርተ ኪሎ ሜትር ኣብዚ ኣብ ባክቱማ ከም ዝበልኩም ኣብ ባክቱማ ንብል እዚ እቲ ክንከፍሎ ንደሊ ሚኒሞም ኩሉ ኣንፈርሜሽን ኣብ ኣለኩም እዚ ነገር እዩ ገዛ ንብረት ዘለዎ ድዩ ዘይብሉ ምስ መሬት ዘለዎ ድዩ ዋላ እቲ ሲኩፋስ ናይ ገዛ ሲኩፋስ ናይ መሬት ምስ ካንሸሎ ማለት እዩ መሬት ጀርጂን ገለ መለ ዘለዎ ሕሪ ኣኒማል ዝኾነ ከልቢ ወይ ድማ ንሓሊና በርኪን ዘለዎ ነገራት ኩሉ ምሉእ ኣብዚ እቲ ናትኩም ንዓኹም ዘለኩም ነገር ትመርፁ ምሽ ብድሕሪኡ ናይ ድዋ ይብል ዘሎ እንተወሒዱ ንኣብነት ሓሙሽተ ሚእቲ እንተበዚሑ ከዓ ሽዱሽተ ሚእቲ ማለት እዩ ሕጂ ብሓደ ሰብ ገምጋም ከይደ ዘለኹ ኣነ ማለት ዋላ ፋሚሊ ከምኡ ክኸፍት ይኽእል እንዮ ማለት ነው ሃሪመ ኣለኹ እቲ ልዋየ ከምዚ ናይ ሓሙሽተ ሚእቲ ሓሙሽተ ሚእትን ሓምሳን ሓሙሽተ ሚእቲ ኣብ ከባቢና ዘሎ ማለት እዩ ከባቢና ኣብታ ዝመረፅናይ ዓዲ ኣብ ከባቢኣ ዓሰርተ ኪሎ ሜትር ኢለ ዓሰርተ ኪሎ ሜትር ኢለ ስለ ዘለኹ ብዚ ኣብኡ የርእየና ኣሎ ማለት እዩ ንኣብነት እዚኣ ቀዳመይቲ ዘላ እንድሕሪ ንሪኣ ምሽ ውሽጢ ኣቲና ኣብ ታሕቲ ዘሎ ኩሉ ኣንፈርሜሽን ንንብቦ ምስ ኣንበብናዮ ሜተ ንኣብነት ሜተ እዚ ዓዲ ማለት እዩ ሜተ ኣብ ጥቃ ከባቢ እንድሕር ደስ ኢላትና ሽዑ ነቲ ነቲ ኣነውንስ ገረሞ ዘሎ ንሪኦ ማለት እዩ ነቲ ኣንፈርሜሽን ኣብ ታሕቲ ፅሒፈሞ ዘሎ ኣብ ሜተ እቲ ዓዲ ሜተ ኣብዚ ከባቢ ኣንስዩ ዕስራ ከምዚ ዓሰርተ ኪሎ ሜትር ኢለ ስለ ፀናሕኩ መጀመርታ እቲ ገዛ ንሪኦ እቲ ገዛ ምስ ረኣናዮ እንድሕር ደስ ኢልና ነቲ ኣንፈርሜሽን ኣብ ታሕቲ ዘሎ ከዓ ንሪኦ እዚ ኣብ ሜተ ይብለና ኣሎ ኣብ ሜተ ደና ካርቴካል ማለት ናብ ካልም ዝኾነ ታክቲ ዘሎ ኣብ ክዲ ሹሴ ማለት ኣብ ታሕቲ ማለት እዩ ኣብ ታሕቲ ገዛ ከም ኣይትድይብን ኢኻ ስካላ ወይ ክፍቲ ገደታት የብሉን ማለት እዩ ስቱድዮ 23 ሜትር ካሬ እዩ ንብረት ከዓ ኣሎ ምስ ንብረቱ ማለት እዩ እቲ ገዛ ካሬ ሓሙሽተ ሚእቲ ከም ዝኾነ ይነግረና ኣሎ እቲ ናይ መብራህቲ ኩሉ ናይ ሶፋጅ ድዩ ገለመለ ከዓ ምስ ሓሙሽተ ሚእቲ ብላዕሊ ናይ ማይን ናይ መብራህቲ ገለመለ ተኸፍሎስ የብልኩምን ማለት እዩ መብራህቲ በይኑ ናይ ባይ በይኑ ናይ ካልእ ከዓ በይኑ በይኑ ስለ ተኸፍሎ ኣብዚ ግን ሓሙሽተ ሚእቲ ኩሉ ግዜ ወርሓዊ እንድሕር ከፊልካ ምስ ኩሉ ምል ይብሎ ብሓፂሩ ነቲ ኣንፈርሜሽን ኩሉ ንሪኦ ማለት እዩ እንድሕር ዘዋፀና ኮይኑ እዚ ሓንቲ እዚ ኩሉ ሓንቲ ማለት እዩ ምስ ካልኣ ይሩን ገለ ይብሉን ኣብኡ ክሽናኻ ኣብ መደቀሲኻ ኣብኡ ድማ እቲ ሻወር ገለ መለ ጥራይ በይኑ ዝኾነ ማለት እዩ ስጅ ከም ገዛ ስለ ዘይቆፀር እቲ ዓራት በይኑ ሲ እቲ ክሽነ ከኣ በዚ ኣሎ ማለት እዩ። እቲ ክሽነ በዚ ኣሎ እቲ ዓራት በዚ ኣሎ እቲ ሽቓቕ ምናልባት እዚ ማለት እዩ። ኣብዚ ትኣንፎርመሽን ኩሉ ይነግረና ምስ ረኣናዮ ምስ ረኣናዮ ነቲ ሰብ መሳጅ ንልእኸሉ ማለት እዩ። ኣብዚ እንቮያ መሰል ዘሎ ብኢመይል ናትኩም ጌርኩም ትልእኹሉ ተዘይ ኮይኑ ኣብዚ ቫልዩ መቐዝብ ዘሎ ቴሌፎን ቴሌፎን ክንሪኦ ንኽእል ኢና ማለት እዩ። ቴሌፎን ምስ ረኣናዮ ሽዑ ብቴሌፎንና ጌርና ነቲ ሰብ ንድውለሉ ወይ ድማ ንፅሕፈሉ ማለት እዩ ሰንበት ወላ ምሸት ግደ ይኹን ክምልሰልና ስለ ዝኽእል ፀገም ዘሎ ኣይኮነን ምክንያቱ ፕራይቬት ስለ ዝኾነ ኣብ ደስ ዝበለ ሰዓት ክምልሰልኩም ይኽእል እዩ ካሊእ ኣብ ሓንቲ ጥራይ ዘይኮነ ከምኡ እናገበርና ንብዙሕ ክንልእኽ ንኽእል ኢና ኣብ ዝሰለጠና ሽዑ ገዛ ንረክብ ብዙሕ እንድሕር ፈቲንኩም ኣብ ሰሙን ክልተ ሰሙን ሰለስተ ሰሙን እንተይበዚሑ ወርሕስ ግድን ክትረኽቡ ኢኹም ከምዚ ክብለኩም ከለኹ እቲ ሰብ ሪኤካ እቲ ኣንቶት ሻማነት እቲ ዘረርብ ምስ ገበረልካ ትሰርሕ ዲኻ ስርሕን ጣታዊ ልነካ ድዩ ኢልካን እንታይ ኣብ ኣብ ምንታይ ዓይነት ሲትዌሽን ከም ዘለካ ንስኻ ግድን ክፍለጥ ኣሎ ማለት እዩ ንስኻ ነቲ ገዛ ትሪኦ ይዋፀካ ትኮይኑ የዋፀኒ ትብል እቲ ሰብካ ንዓኻ ልክዕ ይሪኤካ ማለት እዩ ድሕሪ ተዋፅ ኮንካ ማለት ወርሓዊ ንክትከፍሎ እርግጸኛ እንድሕር ኮይነት ሰብ ተብሎ ማለት እዩ ወይ ርኢካ ኣብቲ ሽገራ ሰቲ ዲኻ ምስ ሰገረታት ከምዚ ንሰባሪ ንብረት ዝዓይነት እንድሕር ፊዚካሊ ተዘይገምጊመካ ማለት ስነ ስርዓት ዘለዎ ሰብ ኣይኮነን ዝብል ኣተሓሳስባ እንድሕር ሓሲቡ ካልእ ምኽንዩ ወላ ገንዘብ ሃለኻ ናኹለካ ይኽእል ማለት እዩ ስለዚ ብዝረኺብኩም ገዛ ረኽብኩም ክተብሉ ከለኹም ከድኩም ፕሮፌሽናል ኮንኩም ትከዱ ኣለኩ ማለት እዩ ፕሮፌሽናል ኣይኮንኩም ናይ ኮንኩም ዘለኹ ግን ወላ እንተ ዘይኮንኩም ስነ ስርዓት ዘለዎ ሰብ ኮንኩም ሲሪየስ ከም ዝኾንኩም ነገርኩም ትብል ማለት እዩ ስለዚ ከምዚ ገርና እቲ ዘድልየና ነገር ክንረክብ ንኽእል ኢና ማለት እዩ ብቐሉ ዝበለ ከምቲ ዝበልኩኹም ግድን ንገዛ ጥራይ ኣይኮነን ኣብዚ እቲ ንደልዮ ነገር ክንፅሕፍ ሳይክል ወይ ናይ ንብረት መኪና ንደልዮ ካልእ ዝኾነ ዝተፈላለዩ ነገራት ደሊና ብሕሱር ዋጋ ክንረክቦ ስለ ንኽእል እዚ ልቦንኩዋ ክንጥቀመሉ ንኽእል ኢና ማለት እዩ ንብረት ሽጥ ሃልዩኩም ንብረት ትሸጠሉ ማለት እዩ ዘይተረደኩም ነገር እናሃልዩ ወይ ክሕግዘኩም ገለታት ንሕሪ ሊኹም ኣብ ኮመንት ክፅሕፉ ትኽእሉ ኢኹም ወረቃቅቲ ክህልዎ ኩሎ ክህልወኩም ኣለዎ ናይ ዓዲ እቲ ገዛ ንክትረኽቡ ከዓ ገንዘብ ኣታዊ ክህልወኩም ኣለዎ ብናይ መንግስቲ ከመይ ገርና ከም ንሓትት ወይ ብናይ ሲት ኣቲና ከም ንሓትት ክሪኦኩም እየ እዚኣ ሎሚ መዓንቲ ብናይ ፕራይቬት ኣብ ብቐዕሉ ናይ ዘይተረደእኩም ነገር እንድሕር ሃልዩ ክጽሕፍ ዶ ትኽእሉ ኢኹም ኣብዚ ናይ እቲ ካርታ እንድሕር ክትሪኡ ደሊኹም ካርታ ኣለኩም ማለት እዩ ምስ ዋግኡ ኣበየናይ ዓዲ ጅናይ ፍራንስ እንድሕር ደሊኹም በዚ ተንእስዋ በዚ ከዓ ተዕብይዋ ማለት እዩ ሕጂ ዓዲ ካልእ እንድሕር መሪፅኩም ኣብ ልዮን እንድሕር ኢልኩማ ኣብ ልዮን ትሃርሙ ግሮነብል ወይ ተፈላለዩ ዓዲ እንድሕር ደሊኹም ኣብቲ ዝደለኹሞ ዓዲ እትመርጹ ማለት እዩ። ኣነ ሕጂ ዘለኹ ዓዲ ስለ ዝኾነ ኣብኡ ዘሎ ዋጋ ኣብቲ ዝመረጽኩዎ ተርእየኒ ኣላ ማለት እዩ ኩሉ ዋጋ። ሰው ነዚ ይመስል ሎማዓንቲ ሒዘልኩም ዝመጻኹ ኣብ ቀጻሊ የራኽበና ሰላም መዓልቲ። Thank you.